ናይ መጀመርያ ድኹም መንግስታዊ መዋቕርን መንግስታዊ ትካላትን ምህላው እዩ። እዚ ሓደ ናብ ቅድሚት ዝመፅእ ዘሎ ማለት እዩ። እዚ ትግራይ ኤግዚስተንሻል እንታይ ኢኻ ትብሎ ናይ ህልውና ሓደጋ ወይ ከዓ ስትራተጂካዊ ስግኣት ስትራተጂክ ትሬት ኣለዋ ኢልካ ኢኻ ክተቕምጣ ትኽእል ብጥቕሉል ኣበሃህላ ማለት እዩ። ትኽእል ኢኻ እቲ ናይ ህልውና ሓደጋ ገጢሙና ክበሃል ከሎ ሓደ ፖለቲካዊ ብመዳይ ፖለቲካ ክትሪኦ ትኽእል ኢኻ። ብመዳይ ቁጠባ ክትሪኦ ትኽእል ኢኻ፣ ብመዳይ ወታደራውን ፀጥታን ክትሪኦ ትኽእል ኢኻ፣ ከምኡ እውን ብቴክኖሎጂ እውን ክትሪኦ ትኽእል ኢኻ እቲ ሓደጋ ማለት እዩ። እቲ ፀገም ብሓፂሩ እዙይ እዙይ እዙይ ኢልካ ንምቕማጥ ከፀግም እዩ። ክልተ ነገር ግምት ክኣቱ ኣለዎ። ሓደ ናተይ ስኮፕ በዓል ፍሉጦ ስታየይ ኣነ ዝሪኦ ዝተወሰነ መርኣይ ስለ ዝኸውን ይኽእል ኩሉ ትግራይ መርኣይ ተደሚሩ ተደሚሩ
ከምዚ ዝመሰለ ኣጀንዳ ብምውሳኽ ዝተፈላለዩ ኣካላት ብዝተፈለየ መልክዑ ዝርእሉ ኣንግላት ተደሚሮም እዮም ናብቲ መፍትሒ ክመፅእ ዝመስለኒ ሶ ትግራይ ስኢልካ ሕጽር ብዝበለ ነገር ኣቕምጦ እንተኢልካና ሕዚ ትግራይ ኤግዚስተንሻል እንታይ ኢኻ ትብሎ ናይ ህልውና ሓደጋ ወይ ከዓ ስትራተጂካዊ ስግኣት ስትራተጂክ ትሬት ኣለዋ ኢልካ ኢኻ ክተቕምጣ ጥቕሉል ኣበሃህላ ማለት እዩ እንታይ ማለት እዩ ከዓ ኢልካ ናብዚ ናብቲ ዝርዝር ክትመፅእ ከለካ ማለት ሰማዕትና እውን ብደንቢ ንቀፃላይ ምይጥ እውን እንታን ክጠቅም እንታይ ማለት እዩ እቲ ናይ ስትራተጂክ ትርየት ወይ ከኣ ናይ ህልውና ስትራተጂካዊ ስግኣት ወይ ናይ ህልውና ሓደጋ ውን ኤግዚስቴንሻል ትሬት ብትግርኛ ከመይ ንብሎ ናይ ህልውና ሓደጋ ናይ ህልውና ሓደጋ ስግኣት ክበሃል ከሎ መዋቅራዊ እዩ እቲ ሓደጋ ብሪስክ ደረጃ ውን ተወሲድካዮስ መዋቅራዊ እዩ ዝኾን ዘሎ ህዚ ማለት እዩ መዋቅራዊ ክበሃል ከሎ ሱሩ ሰፊሑ ኣሎ ክመጾ እዮ ደሓር ንነዊሕ ግዜ ውን ጸኒሑ ኣሎ እቲ ናይ ዝሓለፈ ሓሙሽተ ዓመት ገለ ጥራሕ ክንርኢ የብልናን ድሕሪ እቲ ውግእ ኣይኮነን መረኢና ክከውን ዘሎ ዶ ኣብኡ ድሕሪኡ ብጣዕሚ ተጋዲዱ ብጣዕሚ እቲ ጸገም ኣሽቲትካ ብቀሊሉ ርኢካ ትረክቦ ነገር ኮይኑ ክኮን ይክእል እዩ ግን ዝጸንሐ እዩ ማለት እዩ ስለዚ ብካሊእ ኣበሃህላ እንታይ ማለት እዩ ሲስተማቲክ እዩ ዝኮን ዘሎ ስርዓታዊ ይከውን ኣሎ ማለት እዩ እቲ ናይ ህልውና ሓደጋናስ ዳርጋ ስርዓታዊ ናብ ምኳን ተሳጋጊሩ እዩ ዝብል እምነት ኣለኒ ማለት እዩ ስለዚ ብምንታይ ብምንታይ ክተቅምጦም ትክእል ኢካ እቲ ናይ ህልውና ሓደጋ ገጢሙና ክበሃል ከሎ ሓደ ፖለቲካዊ ብመዳይ ፖለቲካ ክትሪኦ ትክእል ኢካ ብመዳይ ቁጠባ ክትሪኦ ትክእል ኢካ ብመዳይ ወታደራውን ፀጥታን ክትሪኦ ትክእል ኢካ ከምኡ እውን ብቴክኖሎጂ እውን ክትሪኦ ትክእል ኢካ እቲ ሓደጋ ማለት እዩ ሶ ንእሽተይ ዝርዝር ኣቢልካ ምጦት ኢልካኒ ናብቲ ፖለቲካል እቲ ቀንዲ ናይ ህልውና ሓደጋ ናይ ትግራይ ምንጪ ዝኸውን ንደገ ጥራሕ ክንሪኦ የብልናን። ናይ መጀመርያ ድኹም መንግስታዊ መዋቕርን መንግስታዊ ትካላትን ምህላው እዩ። እቲ እቲ ሓደ ናብ ቅድሚት ዝመጽእ ዘሎ ማለት እዩ። ከመይ ጌርካ ኢኻ ትገልጾ እንተኢልካኒ እዚ ድኹም ናይ መንግስቲ መዋቅር ኣለዎ ማለት መንግስቲ ስቴት ሞኖፖሊዝም ዳርጋ እናሰኣነ እቲ ናይታ ስቴት ዕጫ ማለት ናይ ብኻልእ ኣበሃህላ ናይቲ ህዝቢ ዕድል ብውልቀ ሰባት ዳርጋ ንዝውሰነኡ ዝውሰነሉ ፖለቲካሊ መንግስቲ መንግስቲ መሲሉ ክኸደሉ ናብ ዘይኽእል ደረጃ በፅሕና ኣለና ኢልካ ክትወስደ ትኽእል ኢኻ ማለት እዩ። ብካሊእ ኣበሃህላ ናይ ሕጊ ልዕልና ዳርጋ ተሸርሺሩ ኣሎ ብዝብል ክትወስደ ትኽእል ማለት እዩ። እዙይ ሓደ ናይ ህልውና ሓደጋ ምንጪ እዩ። ናይ ሕጊ ልዕልና ማለት እንታይ ማለት እዩ? ንኣኻን ንኣይን ብማዕረ ዝዳኒ፣ ንኣይን ንኣኻን ብማዕረ ፀጥታ ክሕሉ ዝኽእል፣ ንኣይን ንኣኻን ብማዕረ እዚ ትግራዋይነትና ክቕበል ዝኽእል ሕጊ ዘይተፅሓፈን ገለ ኣይኮንኩን ዝብለካ ዘለኹ ኣይትግበርን ዘሎ ማለት እዩ። ኣብ ዝኸድካዮ ክትሪኦ ትኽእል ኢኻ ማለት እዩ። ዳርጋ ዳርጋ ሕዚ ናይ መንግስቲ እዚ ጥምዝዝስ ብዙሕ እዩ ኢልካ ትወስዶ ማለት እዩ። ካሊእ እዚ ናብ ጫፍ ምድፋእ ብእንግሊዝኛ ማርጂናላይዝድ ናይ ምዃን ፀገም ኣሎ ማለት እዩ። እዚ እዚ ማርጂናላይዜሽን ከዓ ካብታ ምስታ ኢትዮጵያ ኢሉ ዓድና ዝበላ ትግራዋይ ካብኡ ዝመፅእ ኣሎ ማለት እዩ። ናይ ፖለቲካል ማርጂናላይዜሽን እኒሀ ንኣብነት እንታይ ማለት እዩ እዚ ክተምፅኦ ከለኻ ኣብዛ ናይዚ ዓዲ ውሳነ ትግራዋይ ኣካል ኣይኮነን ማለት እዩ ዕምቆቱን ፍትሓውነቱን ብዘየገድስ ኣብዛ ዓዲ ቤት ምኽሪ ኣሎ ፓርላማ ትብሎ ማለት እዩ ሃውስ ኦፍ ፌዴሬሽን ኣሎ እዚ ኤግዚኪቲቭ እውን ኣሎ ኣብዚ ትግራይ በቲ ናይ ኢትዮጵያ ሕገ መንግስቲ ተሳተፍ ኣይኮነን ተጋሪ ኣለውን ማለት ኣይኮነን ተጋሩውን ይበኽሉ እዮም ብናይ ባዕሎም መንገዲ ማለት እዩ። ትግራይ በዛ ናይዚ ዓዲ ሕግን ስርዓትን ግን ኣብኡ የላን። ስለዚ ማርጂናላይዜሽን እውን ካሊእ ናይ ህልውና ሓደጋ ናይ ስትራቴጂክ ትሬት ይኸውን ኣሎ ማለት እዩ። ካልእ ብጣዕሚ ክንሪኦ ዘለና ዝመስለኒ ክፈርስ ዝኽእል እቲ ፓወር ናቲ ግዝኣት ፍራጃይል እዩ ዘኒሕ ማለት እዩ። ብጣዕሚ ዘስግእ እዩ ማለት እዩ። ከም ህዝቢ ኮላፕስ ከይንኸውን ዘስግእ እዩ። እዚኦም ብፖለቲካ መዳይ ክትሪኦም ትኽእል ኢኻ ግን እንተወሰኽናሉ እውን ፅቡቕ ይመስለኒ እዙይ ምክንያቱ ከም መመያየጢ ኣጀንዳ ኢልና ነብሎ ስለ ዘለና ካሊእ ክትኮስ ዝኽእል ናይ ኩናት ሃዋህው ኣሎ ሪኒዊድ ኮንፍሊክት ኢልካ ክትወስዶ ትኽእል ክትኮስ ዝኽእል ብፍላይ ካብ ፌደራል መንግስቲ ዘብል ማለት እዩ ዘን ናይ ሰብኣዊ ሓገዝ ክትብሎ ትኽእል ወይ ከዓ ሰብኣውነት ዝበሃል ብምሉ ዳርጋ ኮላፕስ ገይሩ እዩ ማለት እዩ በብዝኸድካዮ ማሕበራዊ ቀውሲ ኢኻ ትርኢ እቲ ማሕበራዊ ቀውሲ ብማግኒቱዱ ማለት ብዕምቆቱ መሰከፊ እዩ ማለት እዩ ዘን ካሊእ እቲ ማርጂናላይዜሽን ዝበልኩሃዩ ካብኡ ናብ ኢኮኖሚክ ትሬት ክትወስድ ከለኻ ትግራይ ሕዚ ዳርጋ ናይ ኢኮኖሚ ምንቅስቃሳ ጠጠው ዘበለ ክትብሎ ትኽእል የግዳስ እቲ ለውጢ ከምፅእ ዝኽእል ምስ ከባብን ምስ ማሕበረሰብን ዘየጓንፅ እዚ ፕራይመሪ ኢኮኖሚክ ኣክቲቪቲ ዝበሃል ገዲፋ ናብ ካሊእ ክትሰርግ ንሱ እውን ሳይንሳዊ ብዝኾነ ነገር ክትጥቀመሉ እናተገበኣ ኩሉ ነገርና ናብኡ ተመሊስና ኣለና። ናይ ወርቂ ኳዕቲ ክትወስዶ ትኽእል ኢኻ፣ ናይ መዓድን ኣለሻ እዙይ ማሕበረሰባዊ ጎንፂ እውን ይፈጥር ኣሎ ማለት እዩ። ሸሻል ፋብሪክ እውን ዘፍርስ እዩ። ስለዚ ትግራይ ብኢንዳስትሪ ብቴክኖሎጂ ናይ ኢኮኖሚ መሰረታ ክትገብር እናተገበኣ ናብ ፕራይመሪ ኢኮኖሚ ተመሊሳ ብፍላይ ኣብቲ መዓድንን ግዛዕን ለቐማን ምእራይን ተዋፊራ ኣላ ማለት እዩ። ናይ ሕርሻ ስራሕትና ብሳይነሳዊ ዘመናዊ ብዝኾነ ቴክኖሎጂ ተደጊፉ ክስራሕ እናተገበኦ እዙይታት ዝፈጠሮ ትግራይ ናይ ኢኮኖሚ ፅግዕተኛ ኮይና ኣላ። ኣይነበረትን ኣይኮነን ግን ሰፊሑ ኣሎ ማለት እዩ። ካሊእ ኣብ ትግራይ ብጣዕሚ ናይ ስራሕ ስእነትሲ ሳይክሊካል፣ ስትራክቸራል ገለመለ ንብሎም ኣለዉ ኣብ ኢኮኖሚ ኣብ ትግራይ ሀዚ ስትራክቸራል ኣንኢምፕሎይመንት እዩ ሰፊኑ ዘኒዮ ማለት እዩ። ካብ መዋቅራዊ ፀገም ዝመፅ ማለት ናይቲ ኢኮኖሚ ናይ ፕሮዳክሽን ካፓሲቲ ድቀትን ድክመትን ዝፈጠሮ እዚ ከዓ ከቢድ እዩ ዝገበሮ ሳይክል ካልቲ ኮይኑ ካብ ሓደ ናብቲ ሓደ ሽፍት ክትገብር ከለካ እቲ ኢኮኖሚ ነችሩ ቅየር ከሎ ድሓር ኣዶፕት ይገብሮ እዩ ዝተወሰነ ትሬኒንግ ወሲዱ ግዛዕ ገይሩ ይቕየር እዩ ክትብሎ ትኽእል ኢኻ። እዚ ግን ስትራክቸራል እዩ ጠቕላላ እቲ ናይ ምምራት ዓቕምና ካፓሲቲና ፕሮዳክሽን ካፓሲቲ ብምድካሙ ዝተፈጠረ እዩ ማለት እዩ ካብኡ ካሊእ ብጣዕሚ መፀገሚ ዝገብር ዘሎ ኣብዚ ኢኮኖሚ ናይ ፋይናንሻል ጉዳይ እዩ። ናይ ተጋሩ ነጋዶ ወይ ትግራይ ዓብዪ ናይ ፋይናንሻል ሬጉሌሽን ናይ ኢትዮጵያ ዕንቅፋት ኮይኑ ኣሎ ማለት እዩ። ሃርድ ከረንሲ ኣይረኽቡን ከይካ ክትረክብ ኣይትኽእልን። ሀዚ ሃርድ ከረንሲ እንተዘይረኪብካ ኢምፖርት ምግባር ኣይከኣልን። ኢንቨስትመንት ምክያድ ብጣዕሚ መፀገሚ እዩ። ካልኦት መሰረታዊ ነገር ዝበሃሉ ክሳብ መድሓኒት ምግዛእ ዝኸይድ ፀገም ይፈጥር ማለት እዩ። ስለዚ እዚ ብኢኮኖሚክ ትሬትስ ክትወስዱ ትኽእል ኢኻ። ከይዱ ከይዱ ናይ ህልውና ሓደጋ እዩ ዝፈጥር ማለት እዩ። ካሊእ እቲ ወታደራውን ፀጥታውን ኩነታት ሪኢኻ ከተልዕል ዘለካ ዝመስለኒ ክሳብ ሕዚ ናይ ውግእ ውግእ ናይ ምፍንዳእ ተኽእሎ ዝለዓለ እዩ ዘኒዮ ማለት እዩ ምክንያቱ ኣብ ፕሪቶሪያ ዝተኣተወ ኣግሪሜንትስ ኣይፍፀምን ዘሎ የግዳስ ተፋሳሒ ብዝኾነ መንገዲ እቲ ጎንፂ ናብ ካሊእ ደረጃ ከሰጋግር ብዝኽእል ምዕባለታት እዩ ዝረአ ዘሎ ማለት እዩ እሱ እቲ ናይ ካሊእ ናይ እዚ ከባቢና ሪእኩሞ እንተኮይንኩም ወታደራዊ ጎንፅታትን ናይ ወታደራዊ ምንሕንሓን ምፍኽኻርን ዝረኣየሉ ዘሎ ማለት እዩ። ፎርስታት ንኣፍሪካ ብግልፂ ክትሪኦ ከለካ እዙይ ዝረኣየሉ እዩ። እዙይ ከዓ ትግራይ ተጠቃዒትን ተቃላዓይትን እዩ ዝገብራ ማለት እዩ። ንኣብነት ኣብ መንጎ ኤርትራ ንመንጎ ኢትዮጵያ እንኳ ውግእ ተሃልዩ ናይ ትግራይ ዕድል ከመይ ከምዝኸውን ብጣዕሚ ኣፀገሚ ማለት እዩ። ከመይ ገይርካ ከምትሰግሮ ዝተፈለየ ውሕልናን ጥበብን እንተዘይተገይሩሉ ህዝቢ ትግራይ ኣደዳ እዙይ ክኸውን ከም ዝኽእል ስለዚ እዙይ ንባዕሉ እቲ ኤግዚስተንሻል ትሬት ወይ ከዓ ስትራቴጂክ ትሬት ክትብሎ ትኽእል ኢኻ ማለት እዩ ካሊእ ንሱ የተሓዝካ ክትሪኦ ዘለካ እቲ ውሽጣዊ ሴኩሪቲ ናይ ፀጥታ ጉዳይ ማለት እዩ ኢንሴኩሪቲ ኣሎ ትግራይ ወፊርካ ንምእታው ትፅገመሉ ማለት እዩ ናይ ከተማ ሽፍታ ዝበዝሐሉ እዚ ናይ ውሽጢ ፀጥታናዊ ተቃልዓ ይገብሩ ስለዚ ህዝቢ ናይ ህልውና ሓደጋ ገጢሙ ኣሎ ማለት እዩ ወፊሩ ድሓር ዘይኣቱ ኮይኑ ናይ ህልውና ሓደጋ ኣሎ ማለት እዩ። ወፊሩ እንድሕር ዘይኣቲ ኮይኑ ኢኮኖሚያዊ ምንቅስቃስ የለን ማለት እዩ። ወፊሩ እንድሕር ዘይኣቲ ኮይኑ ማሕበራዊ ቅሳነት ዝበሃል ነገር የለን ማለት እዩ። እቲ ካሊእ እሱ ኢለ ክስታይ ጥል ጥል እናበልኩ እየ ዘቕምጥ እቲ ካሊእ እቲ ናይ ቴክኖሎጂካል ሪስክስ ክንብሎ ንኽእል ኢና። እዙይ ብደንቢ ሓደገኛ ብዙሕ ቃልሲ እውን ዘድልዩ ሓደ ነገር እንታይ እዩ ሰፊሕ ዝኾነ ናይ ዲስኢንፎርሜሽን እንታይ ኢኻ ትብሎ ናይ ምድንጋር ስራሕቲ ሕዚ ኣብዚ ዘለናሉ ዘመን ዝም- ማዕቢሉ እዩ። ኤኣይ እኒኤካ ተደሊኻ ካልኦት ነገራት ኣለዉ። ስለዚ ነዙይ ክብድህ ኣይኽእልን ዘሎ ትግራዋይ ናይዙይ ተቓላዓይ እዩ ናይዙይ ቪክቲም እዩ ብዙሕ ነገር እዩ ዝፈጥር እዙይ ማለት እዩ ናይ ማሕበረሰብ ቀውስ ክፈጥር ይኽእል ምርዳእ ዘይክህሉ ይገብር ናይ ፀጥታ ምትሕልላኽን ምብልሻውን የምፅ ማለት እዩ ሶ ትካላት እውን ይሕምስ ማለት ዲስትራፕት ኦፍ ኢንስቲቱሽንስ የምፅ ማለት እዩ ትካላት ይሕመሳ ማለት እዩ ዝኾምዙይ ዝመሰለ ነገር ይናወፃ ካሊእ ብዙይ ክትሪኦ ዘለካ እቲ ዲጂታል ማርጂናላይዜሽን ንብሎ ንትግራይስ ሕዚ ብዲጂታል ኣርሚ እንዲ ክህልዋ ዝግብኦ ኣብዙይ ሞይታ ደኺማ እያ ናይ ትግራይ ብሄራዊ ረብሓ ናይ ትግራይ ጥቕሚ ዲፈንድ ክገብር ዝኽእል በዚ ዘመን እዚ ዝሰልጠነ ናይ ዲጂታል ዎር ክትብሎ ትኽእል ናይ ዲጂታል ዲፈንስ ክትብሎ ትኽእል በዚ ደረጃ ትግራይ ብጣዕሚ ከም ዝተዳኸመት በዚውን ሓደጋ ከም ዘለዋ ሴኩሪቲ ማለት ዘርኣይስ ፖለቲካዊ ወግዓኻስ ህዝቢ ብክስታይ ክተካይድ ኣይትኽእልን ኣንደር ዘ ሰሪቭላንስ ኦፍ ዋት ናይ ፌደራል መንግስቲ ኢኻ ዘለኻ ማለት እዩ ዝኾነ ነገር ክትገብር ኣይትኽእልን ማለት እዩ ስለዚ እዚኦም እቶም ስትራቴጂክ ትሬት ስትራቴጂክ ኤግዚስታንስ ናይ ኤግዚስታንስ ትሬት ዘምፅኡ እዮም ኢለ እንድሕር ወሲድናዮ

ማለት ነቶም ፀገማት ዘቕመጥናዮም እንታይ ንግበር እንድዩ ኣነ እንታይ እየ ዝኣምን ብዙሓት ክስታይ እውን ክርኢ ከለኹ ማለት ትግራይስ ኣብ ከምዚ ዘረስ እንታይ ትኽተል እንታይ ብዙሓት ኤክስፐርትታት ብዛዕባ ትግራይ የገድሰና ዝብሉ ዘውፅዎም ኣርቲክላት ኣለዉ ብጣዕሚ ብዙሓት ማለት እዩ ሶ ካብቶም ብዙሓት ስኡልካ ፅሙቕ ቢልካ ክትርኢ ከለካ እንታይ እዩ ትግራይ ስቲ ክትገብረሉ ዘለዋ ዝብል ህዝቢ ደጋጊመ ብዙሕ ሰው ንምንታይ ከምኡ ትብል ገለ ዝብሎ እዚ ናይ ውዕሊ ፕሪቶሪያ ትግባረ ክህሉ ምፅዓር ሓደ ገዳሲ ነገር ኢለ ዝኣምን ኣነ ብጣዕሚ ወሳኒ ነገር እዩ ብርግፅ ተሸላልፉ ተፈ ዳርጋ ፈሪሶ ትብለ ትኽእል ግን ናብቲ ክሪቲካል ዝኾነ ነገር ክመፅእ ከለና እንደገና እቲ ውጥረት እና ሓየለ ክመፅእ ከሎ ናብኡ ምምላስና ይተርፍን ሶ ኢንተርናሽናል ኮሚኒቲ እዚ ጉዳይ እዚ ተተፈትሑ ዘላቂ ሰላም ከምፅእ ከም ዝኽእል ናይዚ ከባቢ ናይዚ ዝዋ ፀጥታ ከረጋግዕ ፖለቲካዊ ምርጋዕ ኢኮኖሚያዊ ምርጋዕ ከምፅእ ከም ዝኽእል ናይ ምእማን ስራሕቲ ክንሰርሕ ክንክእል ኣለና ኣብኡ የለና ነዚ ናይ ፕሪቶሪያ ውዕልስ ይተግበር ዝብልስ ጥሙርን ዝተዋደደን ድምፂ የለን። ኣብቲ መጀመርያታት ንእሽተይ ነይሩ ካብኡ ተወቲዱ ተሪፉ ዳርጋ ነናይ ባዕሉ ጥሩምባ እዩ ዝነፍሕ ዘሎ ሰብ ማለት እዩ። ኣብዚ ሃለዋ ሃልዩስ ናይ ባዕሉ ኢንተረስት ተደማሪ ዝኾነ ሓይሊ በቲኑ እዩ ዝብል ዘሎ። እዚ ሓደ መዋፅኦ እዩ፣ ስትራቴጂክ ኤግዚት ኢልና ክንወስዶ ንኽእል። ካሊእ ነዚ ናይ ትግራይ ፀገም ናይ ህልውና ሓደጋ ዘምፅእ ዘሎ ናይ ግዝኣት ትግራይ ብናይ ደገ ሓይልታት ምብሓት እዩ። ሶ እዚ እውን ክምለስ ኣለዎ። እዚ ብዙሕ ነገር እዩ ዝፈትሐልካ ማለት እዩ ተሎ ሓደ እቲ ልእላውነቱ ዝተኸበረ ህዝቢ ናይ ስነ ልቦና ቅሳነት ረኪቡ ናብ ስርሑ ኣትዩ ኣብ ወጥርን ኣብ ስግኣትን ክነብረ ይኽእልን ሓደ ካልኣይ እቲ ተመዛዊል ዘኒ ህዝቢ በብዝኾነ ዝመውት ዘሎ እሱ ናይ ህልውና ሓደጋ ኢልና እንዲና ናብ ቦትኡ ንክምለስ እዚ ስለ ዝሕግዝ ማለት እዩ። እዚ ካሊእ ስትራቴጂካዊ መዋፅኦ እዩ ኢለ እየ ዝኣምን። ምስዙይ ተታሒዙ ተፈናቐልቲ ናብ መረቦቶም ውሕስነቶም ብዝሓለወ ኣገባብ ክምለሱ ኣለዎ። ውሕስነት ኩን ከለኹ ኣነ ብደንቢ ክሊር ክገብር ስለ ዘለኒ እቲ ናይ ውዕሊ ፕሪቶሪያ በቲ ስታትስኮ ኣንተዝብሎ ክትግበር ኣለዎ እየ ዝብል። ምምሕዳር ናይ ትግራይ ይእቶ እየ ዝብል። ሁይ ዘምምሕዳር ወሰቨር ኢትስ ናይ ትግራይ ምሕዳር ግን ክኾነሉ ህዝቢ እካ ዝቆ መንግስታዊ መሓውር ክኣት ኣሎ ከይተሸራረፈ ይተግበር ይተግበር እሱ እዩ ስለዚ እዙይ ምስ ተገበረ ነቶም ተፈናቐልቲ ወሪሮም ቀቲሎም ኣሳቢጎም ዝሰደድዎም ሸፋቱ ከዓ እቶም ፈትሐሎ ገዛ ማቶም ዝወረሩ ገዛ ማቶም ዝወሓቱ ገዝኦም ክኸዱ ኣለዎም። ናይዞም ተፋናቐልቲ ገዛ ናጻ ክግበር ክኽእል ኣለዎ። ጥሪቶም መሬቶም ተወሲዱ እዩ። እዙይ ክንገብር ኣለና። እዙይ እቲ ስትራቴጂክ ሓደጋ ሪቨርስ ካብ ዝገብር ኣገዳሲ ነጥቢ ኢለ ዝኣምን ኣነ ማለት እዩ። ኣብኡ ተለኹ እንታይ ዝበካ ዘለኹ ተጋሩ ክንዓስሎም ዝግበአና ብሔራዊ ረብሓ ናይ ትግራይ እዮም ኢለ ዝሓሰብኩ እውን የዛረበካ ዘለኹ። ኣብዚ ተፈላለየ ክህልወና የብሉን ኢለ ዝኣመንኩሎም ነጥብታት እዮም። ካሊእ ብጣዕሚ ወሳኒ ዝኾነ ስሩዕ መንግስቲ ሌጂትሜት ዝኾነ መንግስቲ ክህልወና ክንፀር ክንክእል ኣለና ካብ ግዜያዊ ኢንትሪም ናልና ክንነብር ዘለና ኣይመስለንን እዚ ማለት እንታይ እዩ ፋይዳ ዘምፀልካ ሓደ ፓርቲታት ክወዳደራ እየን ምቹው ዝኾነ ፖለቲካል ሃዋሁ ኣዝማች ኣስ ፖስብል ፈጢር ብምፍጣር ኣቢልካ ፓርቲታት ይወዳደራ ተወዳዲረን ዘሸንፋን ዝሽነፋን ክህልዋ እየን ተንተሸነፋ እውን ሌጂትሜት ክገብሮ ክኽእል ኣለዎ እቲ መንግስቲ ስለዚ እቲ ናይ ፖለቲካ ምዕሩይነት ኣሳታፋይነት ዝበሃል ይመፅእ ማለት እዩ ሕዚ ኣብ ትግራይ ናይ እቲ ግዜያዊ መንግስቲ እውን ድሩት እዩ ስልጣኑ ትፈልጦ ኢኻ ብጣዕሚ ዛስ ዋይ ብዙሕ ግዜ ፀገም ዘጋጥም ዘሎ ማለት እዩ ናይ ኤግዚኪቲቭ ስልጣን እዩ ዘለዎ ናይ ፈፃሚ ስልጣን እዩ ዘለዎ እምበይ ናይ እቲ ሕጊ መውፅኢ ስልጣን የብሉን ዝተኾርመ እዩ ማለት እዩ ቤት ምኽሪ ይድገፍን ቤት ምኽሪ የለን ማለት ኣዋጃት ክውፀእ ይኽእልን ማለት እዩ ኣብ ትግራይ ዘሎ ፖለቲካል ኢኮኖሚ ህዚ ብዙሕ ኣዋጃት ብምውፃእ ኣቢልካ ትሰርሖም ስራሕቲ ብጣዕሚ ብዙሓት እዮም ሰውዚ የለን ህዚ ማለት እዩ ሰውዚ እውን ካሊእ ስትራተጂካዊ መዋፅኦ እዩ ኢለ ዝኣምን ካሊእ ተዓንተው ዝበልኩኻ ልዕልነት ሕጊ ክሰፍን ኣለዎ ናይ መንግስቲ ትካላት ናይ ብሓቂ ኢንስቲቱሽናላይዝድ ክኾና ክኽእላ ኣለወን ኩሉ ዝኣምነለን ማለት እዩ እዚ ማለት ያው መንግስትን ፓርትን ክፍል ኣለዎ ብዙሕ ነገር ያው ዝኣቱ መንግስትን ፓርቲ ምፍላይ ጥራሕ ኣይኮነ መዓት ነገራት እዮም ዘለዉ ብዘለና ግዜ ዘይክነውቅዖ ንኽእል ኢና ሕዚ እምበር ብዙሕ ነገር እዩ እዚ ማለት ናይ ብሓቂ እቲ ናይ ዲሞክራሲ ዝበሃል መዋቅራዊ ናይ መንግስቲ መዋቅር ክንላማመዶ ኣለና ማለት እዩ ካበይ ይጅምር እዙይ? ካብ ሚድያ ክጅምር እዩ። ስርዓት መረፃኻ ክጅምር እዩ። ንትግራይ ዝምቹ ናይ መረፃ ስርዓት ድምፂ ዘየባኽን ዝኹርን ንወሰን ዝወፅን ሓይሊ ብዘይፈጥር ኣገባብ ናይ ዓለም ተመክሮ ቀሚርካ ደሚርካ ዝስራሕ ይኸውን ማለት እዩ። ዓሚቑ እዩ ክስታይ ክህልዎ እዩ። እዙይ እውን ካሊእ ነጥቢ እዩ። ካብኡ ኣብ ትግራይ ናይ ግልፅነት ትራንስፓረንሲ ፀገም ኣሎ ንኮራፕሽን ዝግበር ቃልሲ ድኹም እዩ ህዝኳ ብስም ኮራፕሽን እውን ዳርጋ ሽሙ እናተርፈ ኮራፕሽንስ ዳርጋ ንቡር ናብ ዝኾነሉ ደረጃ ይምፅእ ኣሎ መንግስታዊ ኣገልግሎት ንክትረክብስ ዝኾነ ነገር ክትገብር ኣለካ ማለት እዩ ሕጂ ሕጋዊ ዝኾነ ነገር ማለት እዩ ብጣዕሚ ዝውደልካ ምዃኑ ወዲልካ ኣለኹ ኦኬ ግን ገለ ናብ ዝብል ደረጃ መሕፈር ናብ ዝኾነ ደረጃ በፅሕና ኣለና ዘን ፍትሒ ዘድልዮም ኣካላት ኣብ ትግራይ ብጣዕሚ ብዙሓት እዮም። ኣብ ትግራይ መሰከፊ ዝኾነ ጀኖሳይድ ተፈፂሙ እዩ። ኣብዚ ሓደ ክንከውን ኣለና ኢለ እየ ዝኣምን። ሶ እዚ ጀኖሳይድ ፍፃመ እዚ ፍትሒ ብዝረክበሉ ኣግባብ መዕለቢ ክረክብ ኣለዎ። ፍትሒ ማለት ብምንታይ እዩ ዝረጋገፅ? ይቅርታ ምባል ሓደ ፍትሒ እዩ። ናይ ፍትሒ ኣግባብ ናይ ፍትሒ ኣካ ናይ ፍትሒ መተግበር ሜትድ እዩ። ካሕሳ ካሊእ እዩ። ብሕጊ ምድናይ እውን ካሊእ እዩ። ሶ እዚ ህዝቢ ትግራይ ይግብኦ ኢለ እየ ዝኣምን ኣነ። እዚ እውን ካሊእ መዋፅኦ እዩ። ካብኡ ከይድካ ከይድካ መእሰሪኡ እዚ ዘላቒ ዝኾነ ሕውየትን ልምዓትን ከምፅእ ዝኽእል ሮድማፕ ትግራይ ክህልዋ ክኽእል ኣሎ ኣብ ኩሎም ማለት እዩ። ኣብ ትግራይ ዝበፅሐ ሃሰያ ብጣዕሚ ሰፊሕ ስለ ዝኾነ ኢኮኖሚያዊ ድቀቱ ብጣዕሚ ዓሚቑ ስለ ዝኾነ ንዚ ኩነታት እዚ ቀይሩ ትግራይ ናብ ዝሓሸ ናይ ዲሞክራሲ ናይ ልምዓት ናይ ኢኮኖሚያዊ ምዕባለ ክወስድ ዝኽእል ብጣዕሚ ግራንድ ዝኾነ ፕላን ክህሉ ክኽእል ኣለዎ ዝብል እዩ እቲ ስትራቴጂክ መፍትሒ ኢለ ዘቕምጦ ነቲ ቅድም ዝበልኩ ማለት እዩ።